ሰላም ሰላም ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ሎማዓንቲ ሒዘልኩም ዝመጻኹ ቪድዮ ከዓኒ ናይ ጓራያ ዋዕሮ ሓፍትና ጓራያ ሽኮር ማለት እዩ መርዓ ሒዘልኩም መፅኒኹ ማለት እዩ። ኣብዚ መእተዊ ንእሽተን ቅንጭብ ኣቢለ ኣእትየልኩም ነይረ። መብዛሕትና ንጽበዮ ዝነበርና መርዓ እዩ፣ ምክንያቱ ክልተ ሰለስተ ግዜ ዝኮን ቪድዮ ሰሪሓ ነይራ፣ ምስ ሰብኣየይ ከፋልጠኩም ኢላ ቪድዮ ሰሪሓ ነይራ፣ ሓደ ግዜ ከዓኒ መርዓና ብሰንኪ ታይዶ ታይዶ ተቋሪጹ ኢና፣ ናይ ጓል ራያ መርዓ ግን ኣብዚ ሐዚ ግዜ ተፈጺሙ ኣሎ፣ ሙሉ ቪድዮ ድማ ከእትወልኩም እየ፣ ሰናይ ጻንሒት፣ ንቻናለይ ሓደሽቲ ዝኮንኩም ሳብስክራይብ ናገበርኩም። ተቀላቀሉ ነባራት ዝኮንኩም ከዓ ላይክ ሸር እናገበርኩም ኣበረታትዑኒ ከምኡ እውን ንጓል ራያ ቆንጆ ንጓል ራያ ፅብቅቲ ንጓል ራያ ዋዕሮ ማለት እዩ እንኳዕ ሓጎሰኪ መርዓ ኣብርሃምን ሳራን ይኩነልኪ እናበልኩም ሰናይ ተመይትኩም እውን ንብዙሕ ግዜ መርዓ መርዓ መርዓ እናበለ ፀኒሓ እያ ሕዚ ከዓኒ ዕለተ መርዓ በፂሑ ከምዚ ዝመስል መርዓ ኣሕሊፋ እኒሃ ንብለኩም ደቂ ዓበይቲ ወይ ማዓረይ ሰብ ከ እንታይ ዓይነት መልሲ ሂብዋ ከምኒ ነሽነሽ በተለይ ናይኒ ነሽነሽ መልሲ ይጽበ እየ ዘለኹ ኣብዚ ሰሙን እዚ በቃ ዩቲብ መሸቀሊ ኮይና ኣላ ጓል ራያ ግንሲ እቲ መርዓ ሓቂ ድዩ ወይስ ሓሶት እዩ ጓል ራያ ደኣኒ በዓልቲ ሓዳር ዘይኮነትን ኣዶ ቆልዑት ዘይኮነትን ክንደይ ግዜ ድያ መርዓ ክትምርዖ በሻዕ ድዩ መርዓ። ነዚ በልኩ ማለት እዩ ባይዘወይ ኣነ ውን ሕቶ እኒሀኒ እዩ ወይለካ ንሕና ገና ሲንግላት እንሃለና ገና ሓደ ዙር ከይተመርዓናሲ ክልተ ሰለስተ ዙር ግዜ ክትምርዐዋ ከለክንስ ሼም ዶ ይሕዘክንን ሼም ዶ ይኮነይ ደቂ ዓበይትዋይ ማዓረይ ከምዚ ከማይ ዘይተመርዓክ እንተለክን ገና ሲንግላት እንተለክን እሞ ካዓነ ካባካትክን ሓሊፈን ክልተ ሻዕ ሰለስተ ሻዕ ኣርባዕተ ሻዕ መርዓ ክግበራ ክገብራ ከለዋ ኣረ ሼም እዩ በእውነት ብጣዕሚ ሼም እዩ እና እስኪ ኣብ ኮሜንት ዝተፀሓፈ እስኪ ሓቢርና ነንብቦ። እንግዲህ ክብረት ኣሕዋተይ ንዘይ ምስሓቅ ዘይ ምስሓቅ ኣይከኣልን እዚ ኮሜንት እዚ ኣንቢብክን እንታይ ኮይና ተመርዕያ ወይለከ እታ ኮንካ ድዩ ዝምርዖ ማራ ድያ ተመርዕያ። ባይ ዘ ወይ ኣነ ማለት እዩ ዝኮነ ዘስሕቅ ነገር ቪድዮ እንተ ሪኤ ካብቲ ቪድዮ ብላዕሊ እንታይ ድዩ ዘስሕቀኒ ኮሜንት ኮሜንት ብጣዕሚ እዩ ዘዝናንየኒ ማለት እዩ ኣብ የቱም ቪድዮ እንድሕር ደኣ ከፊተ እታ ቪድዮ ዕጽው ኣቢላ ኮሜንት እየ ዝርኢ እና ኮሜንት ብጣዕሚ እዩ ዘዝናንየኒ እና ደቂ ዓበይቲ ወይ ማዕረይ እንታይ ኮይና ተመርዕያ ማራ ድያ ተመርዕያ ኣበይ ዝኒኻ ቀልዲ እዩ ስማም ብጣዕሚ ደስ ዝብል ጽሑፍ እዩ እና ደቂ ዓቢትወይ ማዓረይ ያው ምናልባት እውን ይመስለኒ ሓቂ እዩ ሓቂ ይመስለኒ ማለት ቅድሚ ሐዚ እውን ከም ትምርዖ ሓቢራትና ነይራ ብዝኾነ ኣጋጣሚ እቲ መርዓ ከም ዝተዓናቀፈ ኣብዚ ሓፂር ግዜ ደግሞ ከም ትምርዖ ኣቀዲማ ነጊራትና ነይራ ስለዚ እቅድ ሒዛ ስለ ዝፀንሐት ንፊልሚ ወይ ከዓ ንፕራንክ እዩ ምናምን ኢለ ይሓስብ እየ ስለዚ ብርግፅ ንፈልጥ ኢና ኣደ ቆልዓ ኣደ ቆልዓ እያ እዚ ትሪእዋ እዚ ትሪእዎ ዘለኹም ቆልዓ ወዳ እዩ ማሻኣላህ ማሻኣላህ ብያለሁ ደሞ ተዓዲላ ብእውነት ብቆልዓኻ ምውላድ ብጣዕሚ ዕድል እዩ ኣምሊጥና ግን ታይ ይግበር ኣብዚ ሐዚ ግዜ ስደት ኮፍ ኢልና እኒና ብቆልዓኻ ትወልድ ቆልዓ ግን ብጣዕሚ እዩ ዘሐጉሰካ እና ደቂ ዓበይቲ ዋይ ማዓረይ ኣብ ዓዲ ምናልባት ብቆልዓኽን ከለኽን ናብ ገጠር በተለይ ንዕነ መርዓ ተመርዓዋ ናተብሃልክን ብግዲ እንዲኽን ተመርዓዋ ግን ደሞ መርዓ ዝተመርዓዋ ምምርዓው ብቻ ዘይኾነስ ቆልዓ እውን ወለዳ ማለት እዩ ብቆልዓኻ ቆልዓ ምውላድ ብጣዕሚ እዩ ዘሐጉሰካ ደሓረይ ወይ ምስ ኣዴኽን ወይ ክዓ ምስ ናይ ኣቡኡ ኣዲኡ ምስ እናሓጉኡ ኮይኑ ክዓቢ ከሎ ንስኻትክን ደሞ ወይ ትምህርቲ ትምሃራ ወይ ስራሕ ትሰርሓ እና ኣጋጣሚ እቲ ቆልዓ ደሞ ዓብይ ክንዳኹም ኮይኑ ከትሪእዮ ከለኽን ብጣዕሚ እዩ ዘሐጉሰካ እና እና ደቂ ዓበይቲ ወይ ማዕረይ ከምቲ ዝፍለጥ ያው ጓል ራያ እዚ ትሪኦ ዘለኽን ወዳ እዩ እና በዓልቲ ሓዳር ምዃና እያ ኣነ ዝፈልጥ ነይረ ሓቂ ምዝራብ እና ሕዚ ተመርዕየ ክትብል ከላ ያው እዚ ሰብ ደሞ ግራ ኣትይዎ ዋራ እያ ደሞ ኣነ እቲ ኮሜንት እዩ ዘስሓቀኒ ማራ ድያ ተመርዕያ ንምንታይ ተመርዕያ ካሊእ ኮሜንት ከዓ ዝተፅሓፈ ከም ዝበልኩም ማለት እዩ እንግዲህ ደቂ ዓበይቲ ወይ ሓያም ኮይነ እውን ክምርዐው ይኽእል እያ። በሉ ሓያም እየ ዝምርዓወኒ ማንታ ማንታ ዘውልድ። ማንታ ማንታ ዘውልድ ጣሒሻ ድሎይለይ ነሽነሽ በጃኻ መልሲ። ኣነ ግን ሕቶ ኣላትኒ ሓያም ምዃን እንታይ እዩ? ሓያም ሓያም ኮይነ እውን ክመርዖ ይኽእል እየ። ሓያም እንታይ ማለት እዩ? ብናይ ራያ ይመስለኒ ሓያም እንታይ ማለት እዩ ትርጉሙ ድማ ኣብ ኮሜንት ዝሓፍሉ ኢኹም ማለት እዩ። እና ጋይስ ኣብ ኮሜንት ናይ ጓል ራያ እንድሕር ዳኣ ሪኢኹምዎ ብጣዕሚ ብዙሕ ሰብ እናቐለደት እያ ንፊልም እዩ ክንደሻብ ድያ ትመርዖ ሓቂ ድያ ትመርዖ ዘላ እንታይ እዩ እዚኸ በቃ ኮይንዋ ድያ ተመርዕያ ዘይተፅሓፈ ነገር የለን ማለት እዩ ተደቃዕ ቤትዋ ዝኾነ ኾይኑ ተተመርዕያ እሰያ ሓዳር ኣይነበራን ማለት እዩ እና ካልኣይ ሳልሳይ ራብዓይ ይኹን ትመርዖ ተችግር እኒሄዎ እንድሕር ንሳ መርዓ ደስ ኢልዋ ንባዕላ እዩ ዘገድሻ ይኾነ እዩ ንዓ ኣይምልከትና እዚ ደቂ ዓበይቲ ወይ ማዕረይ ንሕና ክንብል ንፈቱ ርሑስ ጋማ መርዓ ኣብርሃምን ሳራን ይኹነልኪ ማለት እዩ ጓል ራያዋይ ናይ ስደት መሓዛይ ናይ ስደት መሓዛና ንበይነይ ዘይኮነትስ ናይ ኩላትና ናይ ስደት መሓዛና ጠንካራ መርኣያና እያ ዓዲ ከይዳ ርኢኹምዋ ኢኹም ብኹሉ መዳይ ብጣዕሚ ብኹሉ መዳይ ሰብ ዝመስከረላ ንፍዕቲ ጠንካራ ኣብ ጎኒ ህዝባ ጠጠው ዝበለት ጓል ሄዋን እያ ማለት እዩ እና ኣብዚ ናይ መርዓ ኣብ ቪድዮ ዝተፅሓፈ ኮሜንት ከሪእኩም ንዓየለ ዘና ዘበለን ሰሓቕ እየ ሞይታ ኣብዚ ክስሕቕ ኣይክልን ሓቀይ ወዲኤያ ብስማም ኣቤት ናይ ሰብ ነገር ግን ኣታ በእውነት ክብራት ኣሕዋተይ ሶሻል ሚድያ እንድሕ ጥቀማ ኮይንክን ናይ በዓልትኽን በቃ ከምዚ ትኽክለኛ ሂወትክን ናብ ሚድያ ከይተውፃእ ማለት እዩ ሰብ ከመይ ገይሩ ከምዘናዓቀካ በስማም እዚ ኮሜንት ሓንቲ ብሓንቲ ትሪዕኦ ትኽእላ ኢኽን ሓቂ ድያ ተመርዕያ ማራ ድያ ተመርዕያ ብጣዕሚ ድያ ተመርዕያ ኣንዴ ወይ ለከ ናይ ቅልድ መርዓ ኣሎ ድዩ መቸስ ገዛ ገዛ ቆልዓ ቆልዓ ይኾነት ንፃወተላ ይኾነ ድዩ መርዓት መርዓውን ነቅድሚት ከፍ ኢሎም እዘም ኣብ ጎድና ዝኔው ደሞ ናይ ትግራይ ዓውዪ ሰብ እዮም ዓውዪ ኣርቲስት እዮም ኣብ ጎድና እኔው እና መቸስ እዚ ን ፕራንክ ወይ ንድራማ ክኸውን ከም ዘይኽእል እየ ዝሓስብ ምክንያቱም ኣቀዲማ እውን ነጊራትና እያ ምንም እኳ ቆልዓ ይሃልዋ ግን ኣብ ሓዳር ውሽጢ እውን ዝነብረት ኣይመስልን ስለዚ ሰብ ብድጋሜ ክመርዖ ኣይኽእልን ገንዘብ ተልይዋ ካልኣይ ኣይኮነን ሳልሳይ ራብዓይ ውን ትመርዖ ንዓኣ ይምልከት ኣይኮነን ድዩ ኣላት ኣሕዋተይ እና ሓያም ተኮይነ ውን ክመርዖ ይክእል ዶ በሉ ሓያም እየ ዝምርዐወኒ ማንታ ማንታ ዝወልድ ሰብ ጠሓሸ ኣማ እና እዚ ኮሜንት ከምዚ እናበለ ይቅፅል ጓል ራያ ግን ሙሉእ ቪድዮ ኣይለቀቀትን ናይ ማን ድዩ ንፊልም ድዩ ወይስ ንፕራንክ ድዩ ዝፈልጦ ተኣምር የብለይን ሓቂ ተኮይኑ ድማ ደስ ይብለኒ ጓል ራያዋይ እንኳዕ ደሰለኪ ንስካትኩም ሰናይ ትምኒትኩም ግለፅለይ።